ሰላም ከመይ ትኾኑ ክቡራት ተኸታተልቲ ሲኤም ኤክስትራ ሾው ዕለታዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ብክብሪ ንዕድም ሎሚ ዓመት ንታሽዓይ ጊዜኡ ኣብ ምክያድ ዝጸንሐ ብማሕበር ቅድም ብሽክለታ ዓለም ዩሲኣይ ናይ 2.2 መለክዒ ዘለዎ ዙር ሻህሪ ጃህ ሰሉስ 28 ጥሪ ብሓሙሻይ መድረኹ ተዛዚሙ። ኣብዛ መዛዘሚት መድረኽ ተቐዳደምቲ ሚእቲ ሓረን ሸሞንተ ኪሎ ሜተር ዝርሕቀታ ውድድር'ዮም ኣካይዶም። ኣብዛ ዓባይ ጉጅለ ብሓባር ቅጥታ ውድድር ዘካየደትላ ሓሙሸይቲ መድረኽ፣ ኢጣልያዊ ኣባል መጋቢት ጋንታ ዩኤኢ ዴቪስ ቴላ ንውድድሩ ብክልተ ሰዓትን ኣርብዓ ሓረን ደቂቕን ሰላሳን ሽዱሽተን ካልኣይትን ብምዛም ዕውት ሓሙሻይ መድረኽ ዙር ሻህረጃህ ኮይኑ። ኣባል ቲም ሰሌክሽን ቲክ ሰርቢያዊ ዱሳን ራዶቪችን ኣባል ዋግነር ባዚን ዴቪድ ፐሲሲዮን ድማ ብተመሳሳሊ ግዜ ድሒሮም ካልኣይን ሳልሳይን ተርታ ሒዞም ሕንጻጽ ረጊጾም። ኣባል ቱርካዊት ክለብ ኢስታንቡል ቡይክ ሸሂር ኤርትራውያን ተቐራርምቲ ዝሓዙ ውርዳቻት ምስ ዕዘብ ካብ ዕውት ግዜ ከይከስሩ ኤቨን የማነ መበል ኣርብዓን ክልተን ናትናኤል ብርሃነ መበል ስሳን ኣርባዕተን ጴጥሮስ መንግስት ድማ ኣብ ሳሳን ሰሰን ካልኢት ኣድሒሩ መበል ሰማንያን ሽዱሽተን ተርታ ሒዞም ሕንጻ ጸጊጾም ኣብዘን ሓሙሽተ መድረኻት ክካየድ ዝጸንሐ ዙር ጃህርጃ ንዊትላንዳዊ ኣባል ሊ ኒንግ ስታር ጆሽ ኪንሺ ብ ዓሰርተ ሓደ ሰዓትን ሓምሳን ሸሞንተን ደቂቕን ኣርባዓ ካልኢትን ዕውት ዙር ጃህረ ጃህ ክልተ ሽሕ ዒስራን ሓሙሽተን ብምዃን ተዓዊቱ። ጴጥሮስ መንግስ ብኣርባዕተ ደቂቅን ሰላሳ ኣርባዕተን ካልኢትን ድሒሩ መበል ዒስራን ሓሙሽተን፣ ናትናኤል ብርሃነ ብሓሙሽተ ደቂቅን ዓሰርተ ሰለስተ ካልኢትን ድሒሩ መበል ዒስራን ትሽዓተን፣ ኤቨን የማነ ድማ ብሓሙሽተ ደቂቅን ዒስራን ሸሞንተን ካልኢትን ድሒሩ መበል ሰላሳ ተርታ ሒዞም ውድድራቶም ዛዚሞም። ብነጥቢ ሰርቢያዊ ዱሳን ራዶቪች ብስሳ ነጥቢ ቀዳማይ ኮይኑ ኣብ ዝተዓወተሉ ናትናኤል ብርሃነ ብሰለስተ ነጥቢ መበል ሰላሳን ትሽዓተን ተርታ ሒዙ ወዲ ሃገሩ ሕቡራት ኢማራት ዓረብ ኢብራሂም ኣልብሉሺ ብዓሰርተ ሽዱሽተ ነጥቢ ማልያ ኣንበሳ ያዕቆብ ኣብ ዝተዓወተሉ ናትናኤል ብርሃነ ብሓሙሽተ ነጥቢ መበል ዓሰርተ ሓደ ተርታ ሒዙ፣ ቤልጂማዊ ዱዋርቱ ማሪቮት ብሉጽ መንእሰይ ዙር ጃህረጃ ኣብ ዝተዓወተሉ፣ ንፈለማ ግዜ ብማልያ ሓዳስ ክለቡ ኣብ ዝውድር ዝተጸምደ ኤቨን የማነ ድማ ሻድሻይ ተርታ ሒዙ፣ ብጋንታ ድማ ኢጣልያዊት ሶለሽን ቴክ ቀዳመይቲ ኮይና ተዓዊታ። ኣብዚ ዓመተ ስፖርት ንመበል ሓምሻይ ግዜኡ ንምክያድ ተበጊሱ ዝርከብ ዙር ኣል ኡላ ሰሉስ ዕስራን ሸሞንተን ጥሪ ብቐዳመይ መድረኹ መጋርጅኡ ቀንጢጡ። ኣብዛ ቀዳመይቲ መድረኽ ተቐዳደምቲ ሚእትን ኣርብዓን ክልተን ነጥቢ ሸውዓተ ኪሎ ሜተር ዝርሕቀታ ውድድር እዮም ኣካይዶም። ነዛ ቀዳመይቲ መድረኽ ድማ ኣባል ሶላል ኩክስቴ ቤልጂማዊ ቲም ሜሪነር ንውድድሩ ብሰለስተ ሰዓትን ዓሰርተ ደቂቕን ዕስራ ሓደን ካልኣይትን ብምምዛም ቀዳማይ ኮይኑ ተዓዊቱላ። ኮሎምቢያዊ ኣባል ዩኤኢ ሰባስቲያን ሞሎኖን ኣባል ቱዶር ሆላንዳዊ ማይክል ዚላድርን ድማ ብተመሳሳሊ ግዜ ካልኣይን ሳልሳይን ተርታ ሒዞም ሕንጻጽ ረጊጾም። ኣብዚ ውድድር ብማልያ ማሌዥያዊት ጋንታ ትሬንጋኑ ፖሊጎን ብምዃን ዝሳተፍ ዘሎ ብሕታዊ ኤርትራዊ ተቐዳዳሚ ቤትክልኤብ ድማ ብዕስራን ሓደን ካልኢት ኣድሒሩ መበል ሰብዓን ክልተን ተርታ ሒዙ ውድድሩ ዛዚሙ ዕውት መድረኽ ቤልጂማዊ ቲም ሚልነር መሪሕነት ዙር ኣሉላ ተረኪቡ ናብ ካልኣይ መድረኽ ኣቕኒዑ ኣሎ። መትከል ኤቡሳስ ሓደን ካልኢታት ድሕሪ መበሰም ኣርባዕተ ተርታ ሒዙ ኣሎ። ዙር ኣሉላ ረቡዕ ዕስራን ትሽዓተን ጥሪ ብካልኣይ መድረኹ ክቕጽል እዩ። ዙር ኣሉላ ብማሕበር ቅዲ ብሽክለታ ዓለም ናይ ክልተ ነጥቢ ሓደ መለክዒ ዘለዎ ውድድር ኮይኑ ሓሙሽተ መድረኻት ዝሓቁፍ ውድድር እዩ። ኣባል ቤልጂማዊት ክለብ ኢንተርማርሸ ቢንያም ግርማይ ረቡዕ ዕስራን ትሽዓተን ጥሪ ኣብ ናይ ሓደ መዓልቲ ውድድር ትሮፊዮ ካሊቪያ ፋልማይ ውድድሩ ናይዚ ዓመት ከካይድ እዩ። ብዘይካ'ዚ ኦሎምፒካዊ ተቐዳዳማይ ስጳኛዊት ክለብ ብርጎስ መርሃዊ ቅዱስ'ውን ምስ ክለቡ ብምዃን ኣንጻር ወዲ ሃገሩ ቢንያም ግርማይ ክጠማጠም እዩ። ኣብዚ ሎሚ ዓመት ንመበል ዕስራን ኣርባዕተን ግዜኡ ኣብ ምክያድ ዝርከብ ትሮፊዮ ክላቪያ ተቐዳደምቲ ሚእትን ሓምሳን ነጥቢ ሓደ ኪሎ ሜተር ዝርሕቀቱ ውድድር ከካይዱ እዮም። ኣብዛ ውድድር ካብ ቢንያም ግርማይ መርሃዊ ቅዱስን ብተወሳኺ ከም ስዊዘርላንዳዊ ኣባል ቲዩዶር ማርክ ሂርሺ፣ ኢጣልያዊ ኣባል ኣስታና ድያጎ፣ ሉሲ ስጳኞ፣ ኣባል ኮፊድስ ኣሌክስ ኣራምቡራ፣ ስጳኛዊ ኣባል ሬድ ቡል ቦርሃርዝ ግሮህ ሮጀር ኣድሪያ፣ ኣባል ኣስታና ፈረንሳዊ ክለመን ሻምፖዚን፣ ኣባል ዩኤኢ ስዊዘርላንዳዊ ኢያን ክሪስትያን፣ ፖርቱጋላዊ ኣንቶንዮ ቦጋርዶ፣ ኢጣልያዊ ኣባል ሬድ ቡል ጀልዮ ፕሊዛሪን ዝኣመሰሉ ዓበይቲ ተቐዳደምቲ ኣብዚ ውድድር ክጽመዱ'ዮም። ኣብ ዝሓለፉ ዓመታት ኣብዚ ውድድር ተዓዊቶም ዝነበሩ ተቐዳደምቲ ምስ ንዕዘብ፣ ኣብ ክልተ ሽሕን ዕስራን ሓደን ደቡብ ኣፍሪቃዊ ርያን ጊብሶን፣ ኣብ ክልተ ሽሕን ዕስራን ክልተን ኣሜሪካዊ ብራንዶን ማክናልቲ፣ ኣብ ክልተ ሽሕን ዕስራን ሰለስተን ፖርቱጋላዊ ሩይ ኮስታ፣ ኣብ ክልተ ሽሕን ዕስራን ኣርባዕተን ድማ ብሪጣንያዊ ሳይሞን ካርነዊ ውድድሩ ተዓዊቶምሉ ዝነበሩ ተቐዳደምቲ'ዮም። ቢንያም ግርማይ ኣብ ክልተ ሽሕን ዕስራን ክልተን ኣብዚ ውድድር ንፈለማ ግዜኡ ተሳቲፉ ዝነበረ ኮይኑ፣ መበል ኣርብዓን ኣርባዕተን ተርታ ሒዙ ነይሩ። መርሃዊ ቅዱስ ግን ሎሚ ዓመት'ዩ ንፈለማ ግዜ ኣብዚ ውድድር ክሳተፍ። ኣባል ቤልጂማዊት ክለብ ኢንተርማርሸ ቢንያም ግርማይ ንጸቕጥታት ትጽቢት ደገፍቱ ብዝግባእ ይሰርሓሉን ይመሃሮን ምህላው ገሊጹ። ቢንያም ግርማይ ኣብ ክልተ ሽሕን ዕስራን ክልተን ብድራማቲካዊ ዓወታት ገንት ዎቨልገምን ናይ መድረኽ ዓወታት ጁሮ ዲ ኢጣልያን ድሕሪ ምምዝጋቡ ብቕጽበት'ዩ ኣብ ልቢ መላእ ኣፍሪቃ ኣብ ውድድር ብሽክለታ ዓለም ክኣቱ ክኢሉ። ናህሪ ቢንያም እናሓዝሓለ ብምኻድ ኣብ ክልተ ሽሕን ዕስራን ሰለስተን ናይ መድረኽ ዓወታት ክጎናጸፍ ክጽገም'ዩ ተራእዩ። ንዝኾነ ሰብ ሕማቕ ነገራት ከጋጥሞ ይኽእል'ዩ፣ ኣብ ክልተ ሽሕን ዕስራን ሰለስተን ኣብ ናይ ወርልድ ቱር ውርደት ካልኣይቲ ዓመተይ'ያ ነይራ ብምባል ዘረብኡ ዝጀመረ ቢንያም ኣብዚ ግዜ'ዚ ጌና ይመሃር'የ ነይረ፣ ከመይ ጌርካ ልምድካ ትገብር ይመሃር ኔረ። ከመይ ጌርካ ካብ ጸቕጢ ናይ ደገፍቲ ትጽቢት ትናገፍ ይመሃር ኔረ። ኣብ ብሽክለታ ጽቡቕን ሕማቕን ውርደት ኢኻ ተሕልፍ። ይኹን እምበር ብጽቡቕ ኣብ እተካይዶም ውርደት ትጽቢት ደገፍቲ መሊኡ እኳ ዝውስኽ ኣብዚ ግዜ ኣብ ነብሰይ ዘማዕበልክዎ ጸቕጢ ድማ ጥሬ ምኽንያቱ ኣነ ኩሉ ግዜ ደረጃይ ከዕቢ ዝደሊ ሚእቲ ፐርሰንት ዘለኒ ዓቕሚ እየ ዝህብ ኔረ ይኹን ግን ነገራት ከምቲ ዝሓሰብኮም ይኸዱለይ ኣይነበሩን ክብል ንናይ ክልተ ሽሕ ዒስራን ዝነበረ ሕማቕ ጉዕዝኡ ንድሕሪት ተመሊሱ ገሊጹ። ኣሰልጣኒ ኢንተር ማርሻይ ከቪ ስፒግ ድማ ብወገኑ ናይ ክልተ ሽሕን ዒስራን ሰለስተን ናይ ቢንያም ግርማይ ቦኽሪ ተሳትፎኡ ኣብ ዙር ፈረንሳ ኣመልኪቱ ብዝሃቦ ሓሳብ ቢንያም ኣብ ክልተ ሽሕን ዒስራን ሰለስተን ኣዝዮም ደቀቕቲ ነገራት እዩ ዝጋገ ነይሩ ንሱ ካብ ጌግኡ ተማሂሩ ንሕና እውን ከምኡ ብተመሳሳሊ ካብ ጌጋታትና ተማሂርና ሓደ ነገር ካብ ቢንያም ዝግርማይ ዝተምሃርክዎ ኣብ ማህረምቲ ልዑል ቀልጢፍካ ናይ ምሕዋይ ዓቕሚ ከም ዘለዎ እዩ ልዑል ዝኾነ ተቐዳዳማይ ናይ ጋንታ እቲ ቀልጢፉ መጉዳእቲ ዝጽግን ተቐዳዳማይና ቢንያም ግርማይ እዩ። ኣብ ናይ ልምምዳት መዓስከርና እውን እቲ ቅልጡፍ ዕቤት ዘምጽእ ንሱ ቢንያም እዩ። ምስ ናይ ቀረባ ዓለምቱ ብምዃን ኣብ ብቀረባ ቢንያም እናተኸታተልኩ በዳህን ቅርጾም ዝሓለዉ ናይ ልምምድ መደባትን እየ ሰሪዐሉ ክብል ገሊጹ። ኣይከ ቪስፐ ካብ ክልተ ሺሕ ዕስራን ሰለስተን ኣብ ቢንያም ግርማይ ዝገበሮ ጻዕርታት ኣብ ክልተ ሺሕ ዕስራን ኣርባዕተን ድማ ጻማ ጻዕሩ በቲ ጸሊም ኣልማዝ ተኸፊሉ እዩ። ቢንያም ዝሓለፈ ዓመት ኣብ ዙር ፈረንሳ ሰለስተ መድረኻት ብምዕዋት ሃትሪክ ኣብ ዝሰርሓሉ ንብሉጽ ናይ ነጥቢ ተቐዳዳማይ ትወሃብ፣ ቀጠልያ ማልያ'ውን ንፈለማ ግዜ ወኒንዋ ክወጽእ ዝኸኣለ ጸሊም ኣፍሪቃዊ ብምዃኑ ንትጽቢት ኢንተርማርሸውን ኣሰልጣኒኡን መሊሱ ኣብ ክልተ ሽሕን ሰላሳን ሰተን ብዙሕ'የ ተማሂረ ዝበለ ቢንያም ግርማይ ዘለካ ዓቕሚ ከተፍስስ ትኽእል ኢኻ ይኹን ግና ብትገብሮም ልምዳት ትወስዶም መግብታት ጥዕናኻ ምምሕያሽን ኣዚኻ በሊሕ ክትከውን ኣለካ ካብ ዝሓለፉ ዓመታት ዝተማሃርክዎም ዋጋ ሂቦምኒ ከም ውጽኢቱ ርእሰ ተኣማንነተይ ዓብዩን ተተኲሱን ጽቡቕ ውጽኢታትን ከመዝግብ በቒዐ ሰለስተ ናይ መድረኽ ዓወታት ምስ ቀጠልያ ማልያ ኣዝዩ ፍሉይ ነገር'ዩ እቲ ስምዒታት ኣዝዩ ሓያል እዩ ነይሩ፣ ንዓይ ጥራይ ዘይኮነ ንጋንታይን ንኹሉ ኣብ ቅድሚ ብሽክለታ ዝግደስ ንደገፍተይን ንሃገረይን ንምግላጹ ኣጸጋሚ እዩ፣ በቃ ዘገርም እዩ ነይሩ ክብል ገሊጹ። ብንያም ግርማይ ኣብ ክልተ ሽሕ ዒስራን ኣርባዕተን ኣብ ዙር ፈረንሳ ዝሰርሖ ተኣምር እንተላይ ንዓላሚ ኣይከ ቪስበኪ ኣገሪሙ፣ ኣሰልጣኒ ነዚ ኣመልኪቱ ብዝሃቦ መግለጺ መሳጢ'ዩ ነይሩ፣ ምኽንያቱ ሓደ ሓደ ግዜ'ውን ኣብ ዘይተጸበናዮ ውድድር ዝዕወት'ዩ ነይሩ። ኣብ ሳልሳይ መድረኽ ዘመዝገቦ ናይ መጀመርያ ዓወቱ ንኣብነት ንውሰድ፣ ልዕሊ ቅልጡፍ ቅጽበታዊ ውድድር ከም ዝኸውን ንፈልጥ ነይርና፣ ቢንያም ግን ድልው'ዩ ነይሩ ክብል ይዝክር። ቪስበክ ወሲኹ፣ እተን ቀዳሞት ክልተ መድረኻት ኣዝየን ከበድቲ ምዃነን ቀልጢፉ ተረዲኡ፣ ኮፍ ኢሉ ጥራይ ሓውዩ። ድሕሪኡ ንግሆ ኣብ ሳልሳይ መድረኽ'ወ ናይ ብሓቂ ጽቡቕ ይስምዓኒ'ሎ ኢሉና። ብሓቂ ኣብታ መዓልቲ፣ ነዊሕ ቅጽበታዊ ውድድር ክገብር እግሪ ነይርዎ። ኣብኡ ምስ ተዓወተ ድማ ብንጹር ከም እንገብር ፈሊጠ። ቢንያም ኣብዚ ሓድሽ ዓመት ከም ዕላማ ሒዝዎ ዘሎ ንሚላን ሳንሬሞ ምዕዋት'ዩ። ዙርፍ ኣንደርስ ድማ ናይ መወዳእታ ናይ ክላክሲ ጸወትኡ ክትከውን'ያ። እቲ ቀዳማይ ሸቶ ናይዚ መፋርቕ ዓመት ውድድር ናይ ዋኒመንት ዓወት ዘምጽእ፣ እዚ'ውን ዕላማ ናይ ጋንታና'ዩ ክብል ቪስበክ መግለጺኡ ደምዲሙ። ኣብ ዝሓለፉ መዓልታት ናብ ዘዕበየቶ ናይ ቅድም ክለቡ ሳንቶስ ክምለስ ኣብ ስምምዕ ብጽሑፍ ዝተገልጸ ብራዚላዊ ኔይማር ጁንየር፣ ድሕሪ ናይ ሳንቶስ ግዜኡ ናብ ኤውሮጳ ተመሊሱ ናይ ምጽዋት ድሌት ከምዘለዎ ተገሊጹ። ከም መግለጺ ፍሮይናን ፒተርበርግ፣ ምምላስ ኔይማር ናብ ሳንቶስ መዛዘሚ ናይ ጸወታ ዘመኑ ከምዘይኮነ ገሊጹ። ምስ ክለቡ ሳንቶስ ንሽዱሽተ ኣዋርሕ ንምጽዋት ተመሊሱ ዝርከብ ኔይማር፣ ኣብ ክራማት ናይ ክልተ ሺሕን ዕስራን ሓሙሽተን ናብ ዓበይቲ መድረኻት ኤውሮጳ ተመሊሱ ናይ ጸወታ ዘመኑ ክቕጽል ከምዝደሊ ተገሊጹ። ኔይማር ኣብ ሳንቶስ ኣብ ዝጸንሓሎም ሽዱሽተ ኣዋርሕ ኩዕሶ እግሪ ኤውሮጳ፣ ዝሓቶ ኣካላዊ ቁመናን ፊትነስን ኣጥርዩ ንዝቕፅል ዓመተ ውድድር ድሉው ንክኸውን ኣካል ውጥናቱ ምዃኖም ይንገር። ንኔይማር ተመንያ ፈሪማቶ ዝፀንሐት ኣል ሂላል ብሰኑይ ንውዕል ኔይማር ድሕሪ ምቁራፃ እቲ ብብራዚላዊ ናብ ናይ ቅድም ክለቡ ሳንቶስ ተመሊሱ ዝተወሰነ ግዜ ከሕልፍ መሪፁ። ኣብ ክረማት ክልተ ሽሕን ሸውዓን ሰለስተን ተስዓ ሚልዮን ኢሮ ወፃኢታት ተገይርሉ ካብ ፒኤስጂ ናብ ኣል ሂላል ዝተፀምበረ ኔይማር ብሰንኪ ዘጋጠሞ ተደጋጋሚ ስፐርት ብማልያ ኣል ሂላል ኣብ ሸውዓተ ግጥማት ጥራይ እዩ ክስለፍ ክኢሉ። ኣብዞም ዝተሰለፈሎም ሸውዓተ ግጥማት ድማ ሓንቲ ሸቶ ከመዝግብ እንከሎ፣ ክልተ ናይ ሸቶ ቀረብ ድማ ገይሩ። ኔይማር ናብ ሳንቶስ ተመሊሱ'ሎ። ኣቐዲሙ ኣባል ሂላል ኮስቶ ዝጸንሐ ክፍሊት ብምንካይ'ዩ። ኔይማር ካብ ዝዝከር ኣብ ክልተ ሽሕን ዓሰርተ ሰለስተን ብሰማንያ ሸሞንተ ሚልዮን ዩሮ ካብ ሳንቶስ ናብ ባርሴሎና ጸንቢሩ ብማልያ ሳንቶስ ክልተ ሚእትን ዕስራን ሓሙሽተን ግጥም ከካይድ እንከሎ ሚእቲ ሰላሳን ሽዱሽተን ሸቶታት ኣመዝጊቡ ስሳን ኣርባዕተን ናይ ሸቶ ቀረብ ገይሩ። ሳንቶስ ዝሓለፈ ዓመት ውድድር ንሴሪ ኤ ብምዕዋት ናብቲ ሓደ ዓመት ዝኣክል ቦኺራትሉ ዝነበረ ዝለዓለ ዲቪጅን ብራዚል ዝኾነ ሰረ ኤ ምምላሳ ዝፍለጥ'ዩ። ኣብ ክራማት ናይ ዝሓለፈ ዓመተ ውድድር ካብ ኣትለቲኮ ማድሪድ ናብ ቸልሲ ድሕሪ ምጽንባሩ፣ ምስ ዘለዎ ስም ዘይዳረግ ናይ ጸወታ ሕጽረት ዘጋጠሞ ዘሎ ጃኦ ፍሊክስ፣ ኣብዚ ንክዕጾ ናይ መዓልታት ዕምር ተሪፍዎ ዘሎ መስኮት ምስጋር ተጻወትቲ ጋንታ ከይቀየረ ከምዘይተርፍ ተገሊጹ። ከም መግለጺኡ ፋብሪዝዮ ሮማኖ፣ ኣርባዕተ ጋንታታት ኣገልግሎት ጃኦ ፍሊክስ ንምርካብ ዝሰርሓ ዘለዋ ኮይነን፣ ካብኣተን ሓንቲ ነዚ ጉዳይ ብዕቱብ ሒዛቶ ዘላ ኣስቶን ቪላ ምዃና ገሊጹ። ኣብ ዝሓለፉ መዓልታት ልኡኻት ናይ ቻምፕዮን ቺኦ ጋንታ በርሚንግሃም ምስ ቸልሲን ምስ ወኪሉ ጃኦ ፍሊክስ ዝኾነ ሄርገ መንደዝን ርክብ ኣካይዶም ምንባሮም ተገሊጹ። ኣሰልጣኒ ኣስቶን ቪላ ስጳኛዊ ኡናይ ኤምረ ንወነንቲ ክለቡ ጃኦ ፍሊክስ ክፈርመሉ ዝኽእለሉ ዕድል እንተፈጢሩ ፒቴ ኦድል ክኸስርዎ ከምዘይብሎም ገሊጾም እዮም። ፍሊክስ'ውን ነቲ ካብ ኣስቶን ቪላ ከቕርብ ዝኽእል ወግዓዊ ሕቶ ናይ ምቕባል ተኽእሎ ክህልዎ ከምዝኽእል ቀረብቱ ይገልጹ። ኣብዚ ዓመተ ውድድር ኣብ ዓሰርተ ክልተ ግጥማት ናይ ምስላፍ ዕድል ዝረኸበ ጃኦ ፍሊክስ ሓንቲ ሸቶ ከመዝግብ እንከሎ ሓንቲ ድማ ናይ ሸቶ ቀረብ ገይሩ። ኣብ ኮንፈረንስ ሎግ ድማ ካብ ዝተሰለፈሎም ሓሙሽተ ግጥማት ኣርብዓ ሸቶ ኣመዝጊቡ ኣሎ። ፈረንሳ ወጥቃዒ ሪያል ማድሪድ ክላን ምባፐ ኣብዚ ሓዱሽ ዓመት ኣብ መድረኽ ላሊጋ ስጳኛ ኣብ ዝርኣዮ መሳጢ ብቕዓት ኣፍልጦ ዝረኽበሉ ሽልማት ብሉጽ ተጻዋቲ ወርሒ ጥሪ ናይቲ ሊግ ዓቲሩ። ምባፐ ኣብዚ ወርሒ ኣብ ዘካየዶም ሰስተ ናይ ሊግ ግጥማት ሓሙሽተ ሸቶታት ከምዝግብ ክኢሉ እዩ። ብዘይካ'ዚ ዝሓለፈ ቀዳመ ሰንበት ኣብ ግጥም ኣንጻር ሪያል ቫላዶሊድ ብዘቑጸረን ሰስተ ሸቶታት ፋልማይ ሃትሪክ ብማልያ ሎስ ብላንኮስ ምስርሑ ዝዝከር እዩ። ክላን ምባፐ ንሽልማት ብሉጽ ተጻዋቲ ወርሒ ጥሪ ላሊጋ ክዓትር ዝኸኣለ ንተጻዋታይ ሴቪያ ዶሲ ሎኮባኪዮ፣ ተጻዋታይ ኣላቫስ ኪክ ጋርሺያ፣ ተጻዋታይ ቫለንሺያ፣ ሁጎ ድሮን ተጻዋታይ ጌታፈ ሉዊስ ሚላን ብሊጽ እዩ። ኣብ ፈለማ ናይዚ ወርሒ ብኤሲ ሚላን ዝተባረረ ፖርቱጋላዊ ኣሰልጣኒ ፓውሎ ፎንሴካ ሓድሽ ኣሰልጣኒ ፈረንሳዊት ክለብ ሊዮን ክኸውን ተሸይሙ። ፎንሴስካ ነቲ ብሶኒ ካብ መዝነቱ ዝተባረረ ፕሬሴጅ ብምትካእ ድማ ንዝቕጽሉ ክልተ ዓመታት ንሊዮን ንምዕላም ኣብ ስምምዕ በጺሑ ኣሎ። ፎንሴካ ኣቐዲሙ ኣብ ፈረንሳ ከም ኣሰልጣኒ ሊለ ኮይኑ ሰሪሑ እዩ። ፎንሴካ ዋላኳ ዝሓለፈ ዓመት ከም ኣሰልጣኒ ኤሲ ሚላን ኮይኑ ተመዘዘ፣ ብሰንኪ እታ ጋንታ ዘመዝገበቶ ትሑት ውጽኢት ግን ካብ መዝነቱ ክባረር ተቐሲቡ እዩ። ክለብ ልዮን ድሕሪ ዓሰርተ ትሽዓተ ናይ ሊግ ሓደ ግጥማታ ኣብ ሻድሻይ ተርታ ተቐሚጣ ኣላ። ካብ ናይ መወዳእታ ሓሙሽተ ግጥማታ ሓንሳብ ጥራይ ዓወት ተመዝግብ ክኢላ ዘላ ልዮን፣ ካብ ዘቤታዊ ውድድር ኮፓ ደ ፍራንስ ኣብ ሓምሻይ ዲቪጅን ብእትነጥፍ ጋንታ ብሩጎይን ጃልዮ ተገሊፋ እያ። ስኮትላንዳዊ ናይ ክንፊ ተኸላኻላይ ኣርሰናል ኪርያን ትሪኒ ድሕሪ ምዝዛም ናይዚ ዓመተ ስፖርት ኣብ ናይ ቅድም ክለቡ ሰልቲክ ብነጻ መስርሕ ምስግጋር ምስታ ስኮትላንዳዊት ጋንታ ውልቃዊ ስምምዕ ምክያዱ ፋብሪዝዮ ሮማኖ ሓቢሩ። ቲርኒ ኣቐዲሙ ኣብ ኣርሰናል ኣሲርዎ ዝጸንሐ ውዕል ኣብ ክልተ ሽሕን ዕስራን ሓሙሽተን ዝዛዘመ እዩ። ኣርሰናል ነዚ ንኽዕጾ ሓጺር ግዜ ተሪፍዎ ዘሎ መስርሕ ምስግጋር ተጻወትቲ ከተፋንዎ እንተዘይክኢላ ድማ ቲርኒ ኣብ ክረማት ብነጻ ናብ ሰልቲክ ክጽንበር ዘኽእል ውሉእ ፍቓድ ኣለዎ። ኣብ ተመሳሳሊ ዜና ባየር ሙኒክ ንስጳኛዊ ናይ ማእከላይ ተኸላኻላይ ሮማ ማርዮ ሄርሞሶ ክተፈርሞ ኣብ ስምምዕ በጺሓ። ሆርሙስ ኣብዚ ወርሒ ብልቓሕ ናብ ሙኒክ ዘምርሕ ክኸውን ከሎ፣ ኣብ ናይ ዞባ ባቫርያ ብቁመንኡ ተመሲጣ ብቐዋምነት ናይ ምፍራም ኣማራጺ ክህልዋ እዩ። ሄርሞሶ ዝሓለፈ ክረምቲ ኣብ ኣትለቲኮ ማድሪድን ሮማ ዝገዓዘ ኮይኑ፣ ኣብታ ኢጣልያዊት ክለብ ግን እኹል ናይ ጸወታ ግዜ ክረክብ ኣይከኣለን። ኣብ ሸሞንተ ግጥማት ሰሪኣ ክስለፍ እንከሎ ሓንቲ ሸቶ ከመዝግብ ክኢሉ። ዝኸበርኩም ሰማዕትና ንሕጂ ሒዝናዮ ዝቐረብና ዕለታዊ ዜና ስፖርት እዚ ክትከታተልዎ ዝጽናሕኩም እዩ። ኣብ ዝቕጽል ምክትታልኩም ኣይተቋርጹ ካልእ እውን ስለ ዘሎ እተን ኣርባዕተ ሕግታት ሼር፣ ላይክ፣ ኮመንት፣ ሳብስክራይብ ኣይትስለልወን። ወደሓንኩም። ኣንበሳ ብበዓል ስረ ኣንበሳ ኣንበሳ ብበዓል ስረ ኣንበሳ ኣንበሳ ብበዓል ስረ ኣንበሳ